ብዕለት ሓደ ወርሒ ትሽዓተ ክልተ ሽሕን ዕስራን ሓሙሽተን ሓደ ሓድሽ ሓበሬታዊ ሕጊ ክጸድቕ እዩ። እዚ ሕጊ እዚ ከኣ ንኹሎም ነበርቲ ካናዳ ክጸሉ ስለ ዝኽእል ኩልኹም ነዚ ሓበሬታ እዚ ክትሰምዕዎ ናብ ኩሉ ንኽበጽሕ ሸር ክትብልዎ ብትሕትና ይሓትት። እዚ ዝወጽእ ዘሎ ሕጊ ብመሰረት ፌርነስ ኣንድ ሴፍቲ ኢን ስፖርትስ ዝብል ሕጊ እዩ። እዚ ከኣ ማዕርነትን ንውሕስነት ኣብ ስፖርቲ ወይ ሜዳታት ንጥፈታት ናይ ደቂ ሰባት ዝብል ዝወፀ ሕጊ እዩ። እዚ ሕጊ እዚ ንመን ጸሉን ዝብል ሕቶ እዚኦም ንኣትሌታት ወይ ድማ ኣብ ስፖርት ዝነጥፉ ካብ ዓሰርተ ክልተ ንላዕሊ ብፍላይ ከዓ ንደቂ ኣንስትዮ ሕጂ ንደቂ ኣንስትዮ ጥራይ ዝምልከት ስፖርታት ኣሎ እዚ ከዓ ናይ ደቂ ኣንስትዮ ቅድድም ናይ ደቂ ኣንስትዮ ምሕንባስ ናይ ደቂ ኣንስትዮ ጉያ ዝኾነ ዓይነት ግን ናይ ደቂ ኣንስትዮ ስፐሲፊካሊ ንደቂ ኣንስትዮ ጥራይ ኢሉ ዝፍለ ስፖርት እንተ ኮይኑ ኣብዚ ስፖርት እዚ ክትሳተፍ እንተ ኮንካ ክትምልኦ ዘለካ ፎርም እዩ እቲ ፎርም ፌርነስ ኣን ሴፍቲ ኢን ስፖርትስ ፎርም ትብል ኣላ እዛ ፎርም እዚኣ እዛ ልክዓ ብጎኒ ገይርያ ዘለኹ ነዛ ፎርም እዚኣ ክትመልኡ ኣለኩም ብፍላይ ደቅኹም ካብ 12 ንላዕሊ እንተ ይኾኑ ኣለዉ እሞ ኣብ ስፖርት ክነጥፉ እንተ ኮይኖም እዛ ፎርም እዚኣ ክትመልኡ ኣለኩም እዛ ፎርም እዚኣ እንታይ እዚ ፎርም እዚ ንምንታይ ዝወከለ እዩ እንተ ኢልኩምኒ ዝኾነ ዓይነት ሰብ ቅድሚ ሕጂ ኣብ ዝኾነ ስፖርት ዝነጥፍ እንተ ኮይኑ ጓል ኣንስተይቲ ፊሜል ሜል ከምኡውን ትራንስጀንደር ዝበሃል ኣሎ ካናዳ ሕጂ ብተፈጥሮ ሓደ ወዲ ሰብ እንተ ጓል ኮይና ተፈጢራ ድሓር ምስ ዓበየት ከኣ ኣብ ናይ ኣዋልድ ጥራይ ስፖርት ክትነጥፍ እንተ ኮይና ይፍቀዳ እዩ። ኣብ ገለ ገለ መድያታት ግን ድቂ ተባዕቲ ኮይኖም ተወሊዶም ድሓር ናቶም ጀንደር ቀይሎም ጓል ኣንስተይቲ ኮይኖም ኣብ ስፖርት ይነጥፉ ነይሮም እዚ ከዓ እተን ደቂ ኣንስትዮ ኣብቲ ናተን ሜድያ ወይ ንጥፈታት ብጣዕሚ ይሃስዮም ነይሩ ምክንያቱ ብተፈጥራዊ ኣብ ጉያ ሕጂ ሓደ ወድ ተባዕታይ ምስ ሓንቲ ጓል ኣንስተይቲ ፊት ንፊት ግጠም ክትብሎም ኣይትኽእልን ኢኻ ምክንያቱ ወድ ተባዕታይ ዩዥዋል ክዕወት እዩ ተስዓን ትሽዓተን ፐርሰንት እቲ ወድ ተባዕታይ ኣብ ጉያ ድዩ ኣብ ስፖርት ድዩ ብዝበዝሕ ግዘ ክቕድም እዩ እዚ ከዓ ወድ ተባዕታይን ጓል ኣንስተይትን በበይኑ ዓይነት ናይ ክሮሞዞም ወይ ናይ ሓይሊ ናይ ተፈጥሮ ተውህቦ ስለ ዘለና ስለዚ ጓል ኣንስተይትን ወድ ተባዕታይን ኣብ ናይ ስፖርታዊ ዝበዝሕ ግዘ 99 ፐርሰንት እንተ ኣግጢምካዮም ወድ ተባዕታይ ክዕወት እዩ ስለዚ ነታ ጓል ኣንስተይቲ ፌር ኣይኮነን ጓል ኣንስተይቲ ምስ ጓል ኣንስተይቲ ነጥፍ ልክዕ ከም ከምኣ ዋላ እውን ኣብ ስፖርት እንተርእናዮ ደቂ ተባዕትዮ ምስ ደቂ ተባዕትዮ ኣብ ሓደ ዓይነት ክሊ ቁመት ኣብ ሓደ ዓይነት ክሊ ቦዲ ክብደት ኢሉ ዝዋደሩ እዚ ከኣ እዚ ናይ ፌርነስ ኣን ሴፍቲ ኣክት ኢን ስፖርት ኢሎም ዘውፅኦ ዘለዎ ፎርም እንታይ እንታይ ክትምልእ ኣለካ ሕጂ ነዞም ሊጋል ጋርድያን ንወለዲ ወለዲ እዮም ነዚ ፎርም ዝበልዎ ብፍላይ ጓል ኣንስተይቲ ጓልኩም እንተ ኣብ ናይ ስፖርት ኩዕሶ ጉያ ምሕንባስ ከምኡውን ካልእ ቴብል ቴንስ ዝኾነ ዓይነት ናይ ደቂ ኣንስትዮ ጥራይ ፊሜልስ ኦንሊ ስፖርት ክትነጥፍ ኮይና እዛ ፎርም እዚኣ ክትመልኣ ኣለዋ ኣብዚ ፎርም እንታይ ዝብል ሕቶታት ኣሎ እንታይ ኣልኩመኒ ናይቲ ኣትሌት ኢንፎርሜሽን እንታይ ዓይነት ሓበሬታ መጀመርታ ሙሉእ ሽማ ካልኣይ ናይታ ሊጋል ላስ ነይም ሊጋል ፈርስት ነይም ቀዳማይ ዕድመን ናይ መጨረሻ ዕድመን ንኣብነት ቤንሁር መሓሪ ተኮይኑ ቤንሁር መሓሪ ወልድ ዮሃንስ ላስ ነይም ፅሑፎ ድሓር ከዓ ፈርስት ነይም ዝተወለድለትሉ ዕለት መዓስ ተወሊዳ እቲ ስፖርት ወይ ድማ ሊግ ትፃወቶ ዘላ እታ ትምህርቲ እቲኣ ትውክላ ዘላ ከዓ እዚ ንምንታይ ክሕግዝ እዛ ሰብ እዚኣ ኣብ መጀመርታ ክትውለድ ከላ ጓል ኣንስተይቲ ድያ ነይራ ወይስ ወዲ ተባዕታይ እያ ነይራ? ሕጂ ሓበሻ ኩሉ ግዜ እዚ ዋላ እኳ መብዛሕትና ጓል ጓል ወዲ ወዲ እንተኾንና 100% ከምኡ እየ ዝብል ክሳብ ሕጂ ኣነ ይረኣኹን ኣለኹ ትራንስጀንደር ሓበሻ ገለ ይረኣኹን ኣለኹ ኣብዚ ንነብረሉ ዘለና ዓዲ ግን ከምኡ ኣሎ ስለዚ ደቅኹም ብዘይከውን ካብ ዝርትዑ እቲ ሕጊ ዝልወጥ ደሎ ክትፈልጥዎን ክትመሃርሉን ንዝመፅእ ሓድሽ ነገር እንተ ደኣ መፂኡ ከዓ ኣዌር ከምኩም ክትፀንሑ ኣገዳሲ ስለ ዝኾነ እዚ ሓበሬታ እዚኣ ሸር በልዋ ወዲ ኣርባዓን ኣርባዕተን ዓመት እዩ ኣብ ሊንዚ ኦንታሪዮ እዩ ዝቕመጥ እዚ ሰብ እዚ ከኣ ሓደ ምሸት ደቂ ለይቲ ማለት እዩ ድምፂ ይሰምዕ ድምፂ ምስ ሰምዐ ተደኣንዩ ለይቲ ድምፂ ትሰምዕ ኣለኹ ኢሉ ርኢ እንተበለ ወዲ ኣርብዓን ሓደን ዓመት ኣብ ገዝኡ ክሰርቕ ኣትዩ ይርዮ ሕጂ መብዛሕትኡ ስለዚ ከምዚ ዓይነት ድምፂ ምስ ሰምዐ ኣብቲ ኣፓርትመንት ናቱ ቅልቅል ተበለ ማዕፆ ክናደ ከምቲ ዝበልኩም ሪኢኹም ኢኹም ብጣዕሚ እዩ ሲምፕል መብዛሕትኡ ሰብ ኖርማል እዩ ዝዓፅዎ ብዙሕ ስታይ ድገብረ ከማን የለን ብፍላይ እቲ ኣፓርትመንታት ገለገለኹም ክዓፅኹም ትሓድሩ ሰባት ኣለኹም ብዝኾነ እቲ ማዕፆ ናቱ ሰብ ሴርዩ ኣትዩ ሕጂ ድምፂ ምስ ሰምዐ ሽዑ ርኢ ተበለ ነቲ ገዙ ድኣተወ ምስ ረኣዮ ካራ ሒዙ ይቃለሶ እሞ ምስ ተቃለሶ ከዓ ናብ ሞት የስዕብ

መብዛሕትኦን ዓለማት ሰራቒ ገዛኻ ክሰርቕ እንተ ኣትዩ እቲ ንስኻ ክትገብሮ ዘለካ ሰልፍ ዲፈንስ ወይ ነብሰ ምክልኻል ቅቡል እዩ። ኣብ ካናዳ ግን ሓደ ፍሉይ ሕጊ ኣሎ። ንሱ ከዓ ሓደ ሰብ ክሰርቕ ከላ ገዛኻ የእቶ እትጥቀመሉ ዘለካ ዓይነት ፎርስ ኤክሰሲቭ ክኸውን የብሉን ወይ ድማ መጠነኛ ክኾን ኣለዎ። ብኸመይ ኢኻ ክትምጥኖ ወይ ክትምድሮ ወይ ክትዕቅኖ ንዝኾነ ሰብ ድንቂ ዝኾነ ዋላ ቤት ፍርዲ ምስ ቀረበ ነዚ ሰብ ዝሽዑ እቲ ዝጥቀምካሉ ፎርሲ ኤክሰሲቭ ክብሉ እዮም ናብ ሕጊ ኣቕሪቦም ዶ ኣለዉ ከም ስርዓት ሂዝ ፌስ ቻርጅ ኣግሪቬትድ ኣሶልት ወደ ዴድሊ ዌፐን ቀታሊ ዝኾነ ዌፐን ተጠቒምካ ኢሎም እዮም ዝኸስዎ ደሎ ኣብ ቤት ፍርዲ ተኸሲሱ ኣሎ ሰብ እዚ ሕጂ እሱ እዩ ግን ሰራቂ ኣትዩስ ንዕኡ እቲ ሓደጋ ቫይስ ቨርሳ ተዝኾንከ ተዝቆትሎ ነይሩ ነቲ ዋና ገዛኸ ስለዚ ዋና ገዛ ንነብሱ ክከላኸል ስለ ዝፈተነ ኣብዚ ከምዚ ዓይነት ሽግር በፂሑ ኣሎ ብዛዕባ እዚ ናይ ኣልበርታ ፕሪምየር ዳንኤል ሲምስ ትበሃል ኣላ እዚኣ ናትና ፕሪምየር እያ ኣብ ኦንታሪዮ እዩ ዝግና ኣጋጢሙ ዳግፎርድ ናይ ኦንታሪዮ ሓላፊ እዩ ናይ ኣልበርታ ከዓ ዳንኤል ስሚት ማለት እዩ ኣብዚ ከዓ ዝሃብዎ ሓበሬታ ኣሎ እንታይ እንታይ ደኣ ሰብ ክገብር ፅበዮ ኣለኹም እቲ ሲስተም ናይ ከናስ ማዕረ ክንደይ ሕማቕ ከም ዘለዎ ዘረዲ እዩ ምክንያቱ ሓደ ሰብ ኣብ ቤት ፍርዲ ክቐርብ እንተ ደኣ ኮይኑስ ነብሱ ክከላኸል ኮይኑስ ስለዝሓሰዮሲ ኣብ ቤት ፍርዲ ይቐርብ ኣሎ ስለዚ እስኻ ክሰርቕ ገዛይ መፂኻ እንተ ደኣ ብኢድካ መፂኻ ብኢደይ ክገጥመካ እስኻ ሓያል ተኾንካ ከ ደኣ ተቐተልካኒ ኸ ስለዚ እቲ ዋና ገዛ ነብሱ ክከላኸለሉ ዘይክእል ዓይነት ሕጊ እዩ እዚ ሴፍ ኣይኮነን ክትብል ዘውፅኣቶ ኣብ ፕሬስ ኮንፈረንስ ሓይቶማ ነይሮም ብዛዕባኡ ዝሃበት ሓበሬታ ጎኒ ጎና ከቕርበልኩም እየ ሰናይ ምክታል

ንሳ በፍጹም ቅቡል ኣይኮነን ሰብ እዚ ክእሰር ኣይግብኦን እዩ ነብሱ ክከላኸል እዩ ፈቲኑ ሓደ ሰብ ከዓ ነብሱ ክከላኸል መሰሉ ምዃኑን ግቡኡ ምዃኑን እንተ እቲ ሰራቂ ክህረም ተዘይደሊ ወይ ክቕተል ተዘይደሊ እንዳ ሰብ ከይዱ ክሰርቕ ኣይግብኦን እዩ ኣብ ደይ ግቡእካ ደይ ናትካ ደይ ምድላይ ብምባልያ ደገፋ ገሊጻ ከምኡውን ዳግፎርድ ዋላ ሓንቲ ቅቡል ዝኾነ ሲስተም ኣይኮነን እዚ ሓደ ሰብ ክሰርቕ ገዛኻ መፅኡ ሲ ከመይ ክትቀትሎ ክትቀትሎ ከማን ትኽእል ኢኻ ማለት ንደቅኻን ነብስኻን ከተድሕን ክትከላኸል መሰል ኣለካ ክብል ተዛሪቡ ዝኾነ እዚ ካብ ኣፎም ዝወፀ ሓበሬታ እዩ እቲ ኣብ ሪያሊቲ ግን ኣብ ሕጊ እንድሕር ቀሪብካ ግን ኤክሰሲቭ ፎርስ ክትጥቀም የብልካን እስኻ ጥራይ ነቲ ሰራቂ መፅኡ ዘሎ ክትከላኸል ዘለካ እምበር ከተጥቅዕ ኣይፍቀድን እዩ ስለዚ እቲ ሕጊ ብጣዕሚ ትርክ እዩ ኣብ ቀፃሊ ከዓ ኣስፍሐ ከምፃልኩም እዚኣ ግን ብጣዕሚ ኣዛራቢት ኣርእስቲ ዝኾነት ኣብ ካናዳ ክትፈልጡ ከዓ ስለዘለኩም ሰራቒ ገዛኹም ኣትኩምሲ ብኸመይ ትከላኸሉ? ሕጂ መብዛሕትኹም ናብ ካራ ዶ ናብ ገለ ዶ ክትጎዩ ትኽእሉ እንዲኹም፣ ግን ካብ ከምኡ መከላኸሊ ክትጥቀመሉ እንተለካ ንኣብነት ንበል ዝኾነ ዓይነት መህረሚ ክትጥቀም እምበር ካራ ገለ ገለ ኣብ ዓራትካስ ካራ ንምንታይ ሒዝካያ ትሓድር ክብላኽሉ እዮም ምሕድራ መደቀሲኻ መፅዩ እዚ እቲ ክትጥቀመሉ ዘለካ ዌፐን ዝበሃል ኣዝያ ሰንስቲቭ ኣርእስቲ ስለዝኾነት ኣብ ቀፃሊ ብስፍሕ ኣቢለ ከምፅኣያ ግን ክትፈልጥዋ ስለዘለኩም እዚኣ ብዙሕ ሰብ ዝዛረበላ ዘሎ እዩ ንስኻ ናይ ሆም ዲፈንስ ትብል ኣርእስቲ እያ። ብዝኾነ እዚ ሎም መዓልቲ ዘምጻልኩም ሓበሬታ ክኾነኩም ኣብ ካናዳ እንታይ ኣጋጥም ኣሎ ብጣዕሚ ዝገርመና ኣነ ሕግታት ካናዳ ኣዝዩ ሰንስቲቭ ዝኾነ እዩ ክሳብ ኣብ ካናዳ ንነብር ዘለና ግን ሕግታት ክትንፈልጦ ስለ ዝግባእ ናይ ሎም መዓልቲ ኣርእስቲ ኣይሆፕ ንእሽተይ መሃሪ ወይ ድማ ኣዘናጋ ኮይኑ ክትረኽቦ ይምነ